ሰላም ተኻታተልቲ መደባት ፈንቅል ኤሪ ሜድያ ከመይ ትሓድሩ ንሎም ዓርቢ 27 መጋቢት ብቐዳማይ ትሕዝቶ መደባት ቀሪበ ኣለኹ ንምክእታልኩም ብክብሪ ይዕደም ሰናይ ምክእታል ክቡራት ተኻታተልቲ በቲ ቀዳማይ ንሪ ኣገዳሲ ዛዕባ ምስ እንፍልም ድሕሪ ሃገራዊት ጋንታ ኩዕሶ እግሪ ኤርትራ ናይ ክልተ ብባዶ ዓወታት ምምዝጋባ ጸለውቲ ኤርትራውያን ንሃገራዊት ጋንታ ኤርትራ ናይ እንኳዕ ሓጎሰኩም መልእኽታት እናሕለፉ ይርከቡ ኣለው ኤርትራዊ ሽወደናዊ ኣሊክሳንደር ኢሳቕ ተጻዋታይ ኩዕሶ እግሪ ጋንታ ሊቨርፑል ንሃገራዊት ጋንታ ኤርትራ ጽቡቕ ምጅማር ብምባል ናይ የውሃና መልእኽቲ ኣቱ የሕሊፍ ይርከብ ኣሎ። ብተመሳሳሊ ኦሎምፒካዊ ተቐዳዳማይ ብሽክለታ ቢንያም ግርማይ ንሃገራዊት ጋንታ ኤርትራ ናይ የውሃና መልእኽቲ ኣቱ የሕሊፍ ይርከብ ኣሎ። ሃገራዊት ጋንታ ኤርትራ ድሕሪ ናይ ነዊሕ ዓመታት ብኩራት ዘመዝገበቶ ናይ ክልተ ብባዶ ዓወታት ንብዙሓት ኤርትራውያን ሓጎስ ፈጢሩ እዩ ዝረከብ ዘሎ። እቲ ኣዝዩ ዝገርም ጉዳይ ከምዚኦም ዝኣመሰሉ ክቡራትን ጸለውትን ኤርትራውያን ንሃግራዊት ጋንታና ናይ ዮሃና መልእኽትታት ክሓልፉ እንከለዉ፣ እቶም ጸረ ህዝብን ሃገርን ዝኾኑ በለዕቲ ውዳቕን ከዳዓትን፣ ሃግራዊት ጋንታ ኤርትራ ንዘመዝገበቶ ዓወታት ከናእሱ ክፍትኑ ክትከታተልን ክትዕዘብን እንከለኻ፣ እዞም ሰባት እዚኦም ጽልኦም ምስ ኤርትራን ምስ ህዝቢ ኤርትራን ምዃኑ ልዕሊ ዝኾነ ካልእ እዋን ተጋሂዱ ይርከብ ኣሎ። ጸለውቲ ኤርትራውያን ስፖርተኛታት ንሃግራዊት ጋንታ ኤርትራ ዝህብዎ ዘለዉ ሞራልን ደገፍን እዛ ሃግራዊት ጋንታ ኣብ ቀጻሊ ንእተካይዶ ውድድራትን ግጥማትን ዓቢ ሞራልን ፍናንን ዝህብ እዩ። ክቡራት ተኸታተልቲ ናብቲ ካልኣይ ኑረይ ኣገዳሲ ዛዕባ ምስ እንሰግር ኣፍሪካን ኮንፊደንሻል ዝተብሃለ መርበብ ሓብሬታ ካብ ምክልኻል ስርዓት ብልፅግናን ላዕለዎት ወተሃደራውያን ኣዘዝትን ረኺበ'የ ብዝበሎ ሓበሬታ መሰረት፣ ሰራዊት ፈደራል መንግስቲ ኢትዮጵያ ናብ ክልል ትግራይ ንምእታው ሙሉእ ምድላዋቱ ኣጻፊፉ ይርከብ ከምዘሎ ትማሊ ሰፊሕ ጸብጻባት ዘርጊሑ ይርከብ ኣሎ። ሰራዊት ፈደራል መንግስቲ ኢትዮጵያ ቅድሚ ሕጂ ኣብ ክልል ትግራይ ካምፕታቱን መዓስከራቱን ንዝነበረ ንምሓዝ ዶብ ኤርትራን ኢትዮጵያን ንምጽጋዕ ከም ዕላማ ሒዙ ይንቀሳቐስ ከምዘሎን ኣብ ሓጸርቲ እዋናት ናብ ክልል ትግራይ ክኣቱ ምንቅስቓሳት ከካይድ ምዃኑ'ዩ ብዝርዝር ተገሊፁ እንተጠቂሱ ዝርከብ ዘሎ ሰራዊት ፈደራል መንግስቲ ኢትዮጵያ ናብ ክልል ትግራይ ክኣቱ ምዃኑ ብተደጋጋሚ እዋን መልእኽታት ከሕልፍ ፀኒሑን ኣሎን። ብወገን ግዝያዊ ምምሕዳር ክልል ትግራይ ሰራዊት ትግራይ ህወሓት ግን ዝኾነ ይኹን ሰራዊት ፈደራል መንግስቲ ኢትዮጵያ ናብ ክልል ትግራይ ከምዘይኣትዮም ምላሽን ግብረመልስን ክህቡ ፀኒሖም። እዚ ሕጂ ኣፍሪካን ኮንፊደንሻል ዘርጊሕዎ ዝርከብ ዘሎ ሓበሬታ ፈደራል ከምኡ ውን ህወሓት ኣብ ሓፀርቲ እዋናት ናብ ኩናትን ረፅምን ክኣትው ተኽሎታት ከም ዘሎ ኣብነታትን ምልክታትን ኮይኑ ይርከብ። ሰራዊት ትግራይ ልዕሊ ዝኾነ ካልእ እዋን ኣብ ሓያል ምድላዋት ተፀሚዱ ይርከብ ከም ዘሎ ካብ ክልል ትግራይ ዝወፁ ዘለው ስእልታትን ካልእ ምልክታትን የመልክቱ ኣለው። ብወገን ስርዓት ብልፅግናን ሰራዊት ናይታ ሃገርን ዶባት ኤርትራን ኢትዮጵያን ክልል ትግራይን ተፀጊዑ ዝርከብ ዘሎ ሰራዊት ኣሰራቱ እናጠፈ እናተባታተነ ናብ ሰራዊት ኤርትራ፣ ሰራዊት ትግራይ ከምኡውን ዶብ ሰጊሩ ናብ ሱዳን ኢዱ እናሃበ እዩ ዝርከብ ዘሎ። እዚ ዝካየድ ከምዚ ዓይነት ስርሒታት ኣብ ክልል ትግራይ እቲ ዝገርም ሸነኹ ብጻድቃን ዝምራሕ ምዃኑ እዩ። ጻድቃን ኣብ ክልል ትግራይ ግዝያዊ ምሕዳር ክልል ትግራይ ምክትል ኣብ ዝነበረሉ እዋን ኣንጻር ኤርትራን መንግስቲ ኤርትራን ህዝቢ ኤርትራን ህዝቢ ትግራይ ንክለዓል ፈተነታት ኣካይዱ ክዕወት ኣይከኣለን። ሕጂ ህዝቢ ትግራይን ሰራዊት ትግራይን ኣንጻሮም ሰዓጠቐን ምስ ተላዕለን ንሰራዊት ፈደራል መንግስቲ ኢትዮጵያ ብምስላፍ ነዚ ኲናት እናመርሐ ናብ ክልል ትግራይ ክኣቱ ፈተነታት ከካይድዮ። ጻድቃን ኣብ ዝተፈላለዩ ኣጋጣሚታት ሰራዊት ፈደራል መንግስቲ ኢትዮጵያ ብውሑድ ክሳራታት ንክልል ትግራይን ዶብ ኤርትራን ኢትዮጵያን ክቆጻጸር እቲ ዝቐለለ መንገድታት ምዃኑ ክዛረብ ጸኒሕን ኣሎን። ኣብ ባይታ እንታይ ዓይነት ኩነታት ከጋጥም እዩ ክንከታተሎን ክንዕዘቦን ኢና ቂመኛ ጻድቃን ኣብ ታሪኹ ዝመርሖ ኩናት ተዓዊቱ ዝፈልጥ ኣይኮነን። ክቡራት ተኸታተልቲ ናብ ሳልሳይ ንሬ ዛዕባ ምስ እንሰገር ሰራዊት ፈደራል መንግስቲ ኢትዮጵያ ምስ ተቓወምቲ ሓይልታት RSF ተሰሊፉ ኣንጻር ሰራዊት መንግስቲ ሱዳን ዝሓለፈ ሰለስተ መዓልታት መጥቃዕትታት ድሕሪ ምክያዱ ትማል ኣማስዮ ሰራዊት መንግስቲ ሱዳንን ሓይሊ ኣየር ናይታ ሃገርን ኣብ ውሽጢ መሬት ኢትዮጵያ ዝርከብ ዕላማታት ናይ ተቓወምቲ ሓይልታት RSF፣ መኻዚኖ ዕጥቅን ኣጽዋራትን መጥቃዕትታት ከምዘካየደ ሓበሬታታት ወጺኡ ይርከብ ኣሎ። እዚ ከኣ እቲ ኣብ መንጎ ክልቲኤን ሃገራት ተፈጢሩ ዝርከብ ዘሎ ወተሃደራዊ ረጽምን ምስሕሓብን ናብ ካልእ ሓደገኛን ምሉእ ኲናትን ክሰጋገር ከምዝኽእል ዝተፈላለዩ ወገናት ስግኣትን ሻቕሎትን ይገልጹ ኣለዉ። ጽላው ፖለቲከኛ ኣብ ኢትዮጵያ ጅዋር መሓመድ፣ ስርዓት ብልጽግና ሰራዊቱ ምስ ተቓወምቲ ሓይልታት RSF ብምስላፍ ኣብ ዶብ ኢትዮጵያን ሱዳንን ዘካይዶ ዘሎ ኲናት ንህዝቢ ኢትዮጵያ ከቢድ ዋጋ ከምዘኽፍሎ ብምሕባር፣ ሰራዊት ሱዳንን ሓይሊ ኣየር ናይታ ሃገርን ኣብ ውሽጢ መሬት ኢትዮጵያ ትማል ኣማስዩ መጥቃዕትታት ከም ዘካየደ ጀዋር መሓመድ እውን ተኣሚኑ ይርከብ ኣሎ። ስርዓት ብልጽግና ብዘይካ'ቲ ብመሬቱ ኣቢሉ ንተቓወምቲ ሓይልታት RSF ክህቦ ዝጸንሐ ዕጥቅን ደገፍን ኣጽዋራትን ካብ ውሽጢ መሬቱ እናተበገሳ ድሮናትን ነፈርቲ ኲናትን ናይታ ሃገር ኣብ ልዕሊ ሰራዊት መንግስቲ ሱዳን መጥቃዕትታት ክፍጽማ ከም ዝቐነያ ብወገን መንግስቲ ሱዳን ክስታት ቀሪቡ ነይሩ። ብልጽግና ሕሉፍ ተሓሊፍዎ ንሰራዊቱ ምስ ተቓወምቲ ሓይልታት RSF ብምስላፍዮ ኣንጻር ሰራዊት መንግስቲ ሱዳን ግጥማት እናካየደ ዝርከብ ዘሎ። ኣብዚ ትማል ኣማስዩ ተኻይዱ ዝርከብ ዘሎ ከምዚ ዓይነት ኲናት ሰራዊት ፈደራል መንግስቲ ኢትዮጵያ ብብዝሒ ከም ዝተማረኸ ቪድዮታትካ ኣብ ሓጸርቲ እዋናት ክልቀቕ ምኻኑ መራኸቢታት ናይ ሱዳን ዓበይቲ ኣርእስታት ብምሃብ ትንታነን ዜናታተን ይሰርሓሉ ኣለዋ። ስርዓት ብልጽግና ንዞባ ቀርኒ ኣፍሪቃን ማያት ቂዕ ባሕርን ጎረባብቲ ሃገራትን ንምህዋኽ ሒዝዎ ዝኸይድ ዘሎ ስትራቴጂ ንኢትዮጵያ ናብ ዓበይቲ ሓደጋታት ኣውዲቕዋ ይርከብ። ክቡራት ተኸታተልቲ ናብቲ ራብዓይ ናይ መወዳእታ እንሪኦ ዛዕባ ምስ እንሰገር ብቐጥታ ምስ ሃገርና ኤርትራ ዝተተሓዘ ኮይኑ ንሃገርና ኤርትራ ዝምልከት ዓበይቲ መራኸቢታት ዓለም ዓበይቲ ኣርእስታትን ዜናታትን ይሰርሓ ኣለዋ ነዚ ጉዳይ ዝምልከት ብመልክዕ ጸብጻብ ዘዳለኹዎ ብቐጥታ ናባኹም ከብሎ ደጊመ ሰናይ ምክትታል። ኣዒንቲ ዓለም ናብ ፖታሽ ኤርትራ ብሰንኪ ተፈጢሩ ዘሎ ህሉው ዓለማዊ ቀውስን ኩነታትን ኣብ ልዕሊ ሩስያ ዝተገብረ እገዳታት ዋጋታት ድኹዒ ብዓለም ተራእዩ ብዘይፈልጥ ናህሪ ንሰማይ ገጹ ክዓርግን ሕጽረት እውን ኣጋጢሙ ይርከብ ኣሎ። እዚ ከኣ ንቀረብ መግቢ ዓለም ኣብ ዓበይቲ ሓደጋታት ዘእቱ ሓደገኛ ኩነታት እዩ። እዚ ኣብ ዝኾነሉ እዋን እዩ ኣዒንቲ ሃገራት ዓለም ናብቲ ብደረጃ ዓለም ብዕቤቱ ኣብ ካልኣይ ደረጃ ዝስራዕ ናይ ክልተ ሚእቲ ዓመታት ናይ ዕደና ዕድመ ዘለዎ ናይ ኮሎሊ ፖታሽ ፕሮጀክት ኣቢለን ዝርከባ ኤርትራ ኣብዚ ሒዝናዮ ዘለና ዓመት ክልተ ሽሕን ዕስራን ሽዱሽተን ናይ መጀመርታ ፍርያት ናብ ዕዳጋታት ዓለም ክተቕርብ ትሸባሸብ ከምዘላ እዩ ዝሕበር። እዚ ከኣ ካብ ኤርትራ ናብ ዕዳጋታት ዓለም ዝቐርብ ፍርያት እቲ ዝዓበየ ተስፋ ሃገራትን ህዝብታተን ብፍላይ ምስ መዳይ ሕርሻ ዝተተሓሓዘ ኮይኑ ይርከብ። ትማሊ ኤርትራ መዳይ ዕደና ክህሰን ከይሰርሐን ዝጸዓራ ሃገራት ምዕራብ ሕጂ ጎሮረኣን ምስ ተዓንቃ ኤርትራን ንፍርያት ዕደና ኤርትራ ከቋምታ ተገዲደን ይርከባ ኣለዋ። ኣብ ኤርትራ ዝግበር ዕደና ፖታሽ ሓደ ካብቲ ዝዓበየ ብልጫታቱ ብውሑድ ወጻኢታትን ሃልክን ዝዕደን ምዃኑ'ዩ። እዚ ከኣ ኤርትራ ናብ ዕዳጋታት ዓለም ተቕርቦ ፍርያት ኣብ ዝደለየቶ እዋንን ሰዓትን ክተዕብዮ ሰፊሕ ዕድላት ዝፈጥረላ'ዩ። መንግስቲ ኤርትራ ምስ መሻርኽቲ ኣካላት ብምትሕብባር ንመዳይ ዕደና ኤርትራ ናብ ዝዓበየ ደረጃታትን ብራኸን ኣደይብዎ እዩ ዝርከብ። ብዙሓት ሓደስቲ ናይ ዕደናን ናይ ዳህሳስን ኩባንያታት ናይ ስራሕ ጠለባት ናብ ኤርትራ የቕርቡ ኣለዉ። ኣብ ኤርትራ ዘሎ ሰላምን ጸጥታን ርጋትን እውን ሓደ ካብ ቀንዲ ምስጢር ናይዚ መስሕብ ረቋሒታት እዩ። ኣዒንቲ ዓለም ናብ ኤርትራ ኣቢሉላ ኣብ ዘሎ እዋን ኤርትራውን ለይትን ቀትርን ከይተዓለለት ተሪፉዋ ዘሎ ዕማማት ዛዚማ ፍርያታ ናብ ዕዳጋታት ዓለም ንምቕራብ ኣብ ዶርኩኺት በጺሓ ትርከብ። እዚ ኣብ ዝኾነሉ እዋንን ሰዓትን ቁጠባ ኤርትራ ብተዓጻጻፊ ክዓብን ክብርኽን እዩ። ብርሃን እዩ ቅድሜና፣ ንኺድ ጥራይ። ምስ መዳይ ዕደና ዝተታሓዙ መርበባት ሓበሬታ ስም ሃገርና ኤርትራ ብምጥቃስ ምስ ፖታሽ ኣተሓሒዞም ዝዝርግሕዎ ዘለዉ ሓበሬታ ሰፊሕን ብዙሕን ኮይኑ ብጽሙቕ ዝበለ መንገዲ ኣቕሪበዮ። ዓለምን ሃገራት ዓለምን ኢናወጻ ሻዕብያ ድምጹ ኣጥፊኦ ንነዊሕ ዓመታት ዝሰርሓሉ ጽላትን ስትራትጅን ሕጂ ንዓለም ከም ማግኔት ናብ ፖታሽ ኤርትራ ስሒብዋን ኣቅኒንዋን ይርከብ ኣሎ ኩቡራት ተኻታተልቲ ፈንቅል ኤሪ ሜድያ ምዚ ኣብ ዓለም ኣጋጢሙ ዝርከብ ዘሎ ሕጽረት ድኹዕን ዋጋ ናህሪ ዋጋታትን ፖታሽ ናይ ኤርትራ እቲ እንኮ ተስፋ ህዝቢ ዓለም ከም ዝኾነዩ ምስ መዳይ ዕደና ቅርበት ዘለዎም መርበባት ሓብሬታ ትንታነታት ሒዞም እናወጹ ዝርከብ ዘለዉ ኩቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየ ዝነበርኩ ቀዳማይ ትሕዝቶ መደባት እዚ ክትከታተልዎ ዝጸናሕኩም እዩ ዝመስል ነይሩ ኣብ ናይ ምሸት ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ ብሩኽ መዓልቲ ደቂ ሬም